ከም ኣካል ናይቲ ብምኽንያት ዕስራ ሰነ ዝካየድ መደባት ዝመጽእ ሰንበት ሓባራዊ ጉያን ውድድር ዓሰርተ ሽሕ ሜትሮን ክካየድ እዩ። ጋዜጠኛ ሃብቶም ፍረዝጊ ንሃገራዊ ኣዋሃዲ ሽማግለ በዓላት ተወኪሱ ንዘዳለዎ ጸብጻብ ኣርሴማ ኣስመሮም።
ብምኽንያት ዕስራ ሰነ መዓልቲ ሰማእታት ኤርትራ ሰንበት ዓሰርተ ሸሞንተ ሰነ ካብ ሰዓት ሽዱሽተ ንጉሆ ዝጅምር ሓባራዊ ጉያን ኣትለታት ዝሳተፍዎ ናይ ዓሰርተ ሽሕ ሜትሮ ውድድርን ተሰሪዑ ኣሎ። ሓላፊ ቤት ጽሕፈት ሃገራዊ ኣወሃሃዲ ሽማግለ በዓላት ኣቶ ተስፋይ በርሀ ንኤሪና ኣብ ዝሃቦ ሓበሬታ፣ ብዘይካ'ቲ ንክብሪ ሰማእታትና ኣብ ጎደና ሓርነትን ሰማእታትን ዝካየድ ሓባራዊ ጉያ፣ ኦሎምፒካዊ ኣትለት ዘርእሰናይ ታደሰ ዝምውሎ ናይ ዓሰርተ ሽሕ ሜትሮ ውድድር ጉያ ክካየድ ምዃኑ ኣብሪሆም። ወትሩ ዕስራ ሰነ፣ ህዝቢ ኤርትራ ንሰማእታቱ ዘለዎ ክብሪ ብዝተፈላለየ ንጥፈታት'ዩ ዝገልጽ ዝበለ ኣቶ ተስፋይ፣ ኣብ ውሽጥን ወጻእን ዝነብር ህዝብና ብሓበንን ረዚን ክብርን ክዝክራ ተዳልዩ ከምዘሎ ገሊጹ። እቲ መደባት፣ ንጥፈታት ምግራብ፣ ሰልፊ ሽምዓን ጥዋፍን፣ ስነጥብባዊ መሰናድኦታት፣ ናይ ሕልና ጸሎትን ካልእን የጠቓልል። ብጀካ እቲ ኣብ ኣስመራ ብሃገር ደረጃ ተታሒዙ ዘሎ መደብ፣ ኣብ ዝተፈላለየ ዞባታትን ኣብ ከምኡ'ውን ኣብ ፓርክ ሰማእታት ኮታ ኣብ መላእ ሕብረተሰብ ኤርትራ ነዚ ዝኽሪ'ዚ ብዝተፈላለየ ንጥፈታት እዩ፣ ኣግራብ ብምትካልን ብምኹስኳስን፣ ስድራ ስውኣት ብምሕጋዝ ናብ ቤቶም ብምብጻሕ ዝተፈላለየ ነዚ ዝኽሪ እዚ ምእንቲ ከም ዝበልኩዎ ምእንቲ እቶም ነዛ ሃገር ኣብ ምምጻእ ይኹን ልኡላውነታ ኣብ ምኽባር ዝተበጀዉ ሰማእታትና ንምዝካር ኣዝዩ ረዚን ዝኽሪ ወይ ኣዝዩ ዝኸበረ ኣጋጣሚ ማለት እዩ ሕጂ ኣብዚ ናብዚ ኣብ ኣስመራ ተዳልዩ ዘሎ መደብ እንተመፂና ዕለት 18 ክልተ ኣንፈታት ዘለዎ ሓባራዊ ጉያ ኣሎ ሓባራዊ ጉያ ሕጂ ክልተ እዩ ክኽፈል ማለት እዩ እቲ ሓደ ክፋሉ ህዝቢ ዕድመ ዘይፈሊ ፆታ ዕድመ ብዘይፈሊ ኩሉ ህዝቢ ዝሳተፎ ጉያ ሰማእታት ኣሎ ካብዚ ከባቢ ሽዳ ናብ ባሕቲ መስከረም ዝበጽሕ እዩ። እቲ ሓደ ክፋሉ ድማ ብኦሎምፒካዊ ኣትለት ዘርእሰናይ ታደሰ እናተመወለ ንዕዉታት ተወዳደርቲ ሽልማት ዘውህብ መደብ እዩ። እዚ ሕጂ ናይ ዓሰርተ ሽሕ ሜትሮ ጉያ ኮይኑ ኣብ መንጎ እቶም ክኢላታት ወይ ናይ ልሙዳት ናይ ኣትሌታት ዝግበር ጉያ ማለት እዩ። እዚኤን ክልተ ኣንፈታት ዘለዎን ግን ንሓደ ዕላማ ዝሃርማ ምእንቲ ዝኽርን ክብርን ሰማእታትና ዝካየዳ መደባት እየን ማለት እዩ። እታ ናይ ዓሰርተ ሸሞንተ ሰነ እቲ ካልእ ከም ልሙድ እቲ ዕለት ዓሰርተ ትሽዓተ ሰነ እቲ ናይ ሰልፊ ሽምዓ እዩ። ኣብ መላእ ሃገር ክሳብ ኣብ ወጻኢ እውን ዝካየድ ንቡር ናይ ሰልፊ ሽምዓ እዩ። ኣብዚ እውን ከምዚ ቀዲመ ክብሎ ዝጸናሕኩ ኩሉ ህዝቢ ዓቢ ንእሽቶ ከይተባህለ ካብ ቤቱ ወጺኡ ኣብ ቤቱን ኣብ ግዳምን ሽምዓ ብምውላዕ ዝዝክሮ እዩ ማለት እዩ።
ናይ ትራፊክ ምልክታት ብሰንኪ ሓደጋታት ንዝወርድ ዕንወትታ ብምክልኻል ዓቢ ተራ እዮም ዝጻወቱ። ስለዝኾነ ድማ ከከም ኣድላይነቱ ኣብ ዝተፈላለየ ቦታታት ክትከሉ ጸኒሖም ኣለዉ። ኣድማዕነቶም ክረጋገጽ ግን መራሕቲ ተሽከርከርቲ ጥራይ ዘይኮኑ ኩሎም ተጠቀምቲ ጽርግያ ከኽብርዎም ይግባእ። ንጸብጻብ ወኪል ኤሪና ኣካል መብራህቱ፣ ሊድያ ተኽለማርያም።
ሓደጋታት ተሽከርከርቲ ኣብ ህይወትን ንብረትን ዘውርዶ ዘሎ ጉድኣትን ዕንወትን ንምውጋድ ብዝካየድ ዘሎ ፃዕሪ ኣብ ሓደገኛ መጠዋወዪ ቦታታት ሓዱሽ ምልክታት ትራፊክ ከምእተተኽለ ሓላፊ ጨንፈር በዓል መዚ መጓዓዝያ ምድሪ ዞባ ጋሽ ባርካ ኣቶ ሃይለ ኣብርሃ ሓቢሮም። ንኤሪና ኣብ ዝሃቦ ሓበሬታ፣ ኣቐዲሙ እውን ኣብ ቀንዲ መስመራት መጓዓዝያ ብርክት ዝበሉ ናይ ትራፊክ ምልክታት ክትከሉ ምፅንሖም ዝገለፀ ኣቶ ሃይለ፣ መራሕቲ ተሽከርከርቲ ብግቡእ ክጥቀሙሎምን ከኽብሩዎምን ኣዘኻኺሩ። መጀመርያ ንድሕነትና ነቐድም! ንሓደ ቦታ ከዓ ወይ ንሓደ ስራሕ ክትዋፈር ከለኻ መጀመርያ ብዛዕባ ድሕነት ክትምህሮ ኣለካ ንመራሕቲ መካይን መምሃሪ ኢልና ከዓ ሓበርቲ ምልክታት ተኺልና ኣለና ናብ ዓቕብ ባሮንቲ ኢና መፂና ኣብ ውሱናት ቦታ ኣብ ኣርባዕተ ከባቢ ትዕዝብትታት ወሲድና ልዕሊ ዓሰርተ ሓደጋታት ዝፈፀማ ምልክታት ገይርና ኣለና ብድሕሪኡ ናብ ከባቢ ጎኚ ኢና ከይድና። ኣብ ጎኚ ከኣ ኣብ ሰለስተ ከባቢ ሓደገኛ ቦታ ኮይና ዝረኸብናያ። እዚ እውን ምልክታት ጌርናሉ ኣለና። እዚ ምልክታ እዚ ስለ ምትካል ጥራሕ ዘይኮነ ህዝቢ ብግቡእ ተፈሊጡ መራሕቲ መካይን ብግቡእ ፈሊጦም ክጥቀሙሉ ደኣ እምበር ንመልክዕ ንመመልክዒ ኣይኮነን ተኺልናዮ ዘለና። ምልክታት ተተኺሎም ዘይክበሩ እንተኾይኖም ትርጉም የብሎምን ዝበለ ሓላፊ ምቁጽጻር ድሕነት ትራፊክ ኣቶ ሃብቶም ተስፋስላሴ ብወገኑ መራሕቲ ተሽከርከርቲ ሓላፍነታዊ ኣካይዳ ከዘውትሩ ተላብዮም። መራሕቲ ድዮም ዋላ እቶም ወነንቲ ተሽከርከርቲ በስ ካብቲ እሶም ዝፍፅሞ ጌጋታት ኣብ ዘይከኣል ሓደጋታት ካብ ምእታው ንምክልኻል ምእራም ተባሂሉ ዝውሰድ ስጉምቲ እዩ። ሓላፊ ተርሚናል ባረንቱ ኣቶ ዓሊ ኢብራሂም ብወገኑ ሓደጋታት ትራፊክ ንምውጋድ ነቲ ብሰብ መካይን ዝፍፀም በደላት ንምቁፅፃር ቀፃሊ ፃዕሪ ከምዘካይዱ ብምሕባር፣ ልዕሊ ዓቕን ሰብን ንብረትን ምፅዓንን ክቱር ናህርን ካብቶም ብቐዳምነት ክውገዱ ዘለዎም ጠንቅታት ምዃኖም ገሊፁ። እቲ ስጉምቲ ንወስዶ ብመቕፃዕቲ ደጋጊምና ከኣ ብሰሙን ናይ ሰሙን መቕፃዕቲ ከምኡ ከኣ ብወርሕታት ስግዓት ሰሌዳ ምፍታሕ ንገብር። ኣብቲ ዞባ ዝነጥፉ መራሕቲ መካይን ኣብ ዝሃብዎ ርኢቶ፣ እቲ ኣብ ወሰንትን ሓደገኛ ቦታታትን ተተኺሉ ዘሎ ምልክታት ትራፊክ ብሓፈሻ ንኹሉ ተጠቃሚ ፅርግያ፣ ንሓደስትን ኣጋይሽን ድማ ብፍላይ ኣዝዩ ጠቓሚ ምዃኑ ብምሕባር፣ ጨንፈር መጓዓዝያ ምድሪ ንዘካይዶ ዘሎ ንጥፈታት ኣመስጊኖም።
ኣብ ዝተፈላለያ ሃገራት ዝነብሩ ዜጋታት በቢከተምኦምን ከባቢታቶምን ተወዲቦም ንጥፈታት ህዝባዊ ዲፕሎማሲ ከምዘካይዱ ይፍለጥ ጋዜጠኛ ሃብቶም ፍረዝጊ ንዘወሃሃዶ ትሕዝቶ ገረመስቀል ገረዝጊሄር ከቕርቦ ኢዩ።
ኣብ ኢጣልያ፣ ጀርመን፣ ኣንጎላን ጅዳን ዝነብሩ ዜጋታት መኸተኦም ዘደንፍዕን ሓቀኛ ምስሊ ሃገሮም ዘንጸባርቕን መደባት ህዝባዊ ዲፕሎማሲ ከምዘቃንዑ ከካብ ቦትኡ ዝበጽሓና ሓበሬታ ኣመልኪቱ። ብመሰረት'ቲ ሓበሬታ፣ ኣብ ኢጣልያ ዝርከባ ሃገራውያን ውዳበታት፣ ካብ ዓሰርተ ሓሙሽተ ከተማታት እታ ሃገር ዝመጹ ሓለፍትን ወከልትን ኣብ ዝተረኽብሉ ኣብ ከተማ ሚላኖ ገምጋማዊ ኣኼባ ኣካይደን። ኣምባሳደር ኤርትራ ኣብ ኢጣልያ ኣቶ ፍስሃጽዮን ጴጥሮስ ኣብ ዘስምዖ ቃል፣ ኤርትራ ኣብ ዝሓለፉ ዕስራን ሓሙሽተን ዓመታት ንኹሎም ኣንጻራ ዘንቀዱ ተጻብኦታት ብጽንዓት መኪታ፣ መሰረት ዝኾኑ ስትራቴጂያውያን መደባት ልምዓት ከተንጽፍ ከምዝበቕዐት ብምግላጽ፣ እዚ ድማ ብሓያል ውዳበን ልዑል ተሳታፍነትን ህዝባ ዝተመዝገበ ምዃኑ ገሊፆም። ብዘይካ'ዚ ሳልሳይ ጉባኤ ውዳበ መንእሰያት ህዝባዊ ግንባር ንዲሞክራሲን ፍትሕን ጨንፈር ኢጣልያ ኣብ ከተማ ሚላኖ ከምዝተኻየደ ካብቲ ቦታ ዝበፅሓና ሓበሬታ ኣብሪሁ። እዚ ከምዚ ኢሉ እንከሎ ኤርትራውያን ነበርቲ ከተማ ሙኒክ ጀርመን ኣብ ዘቃንዕዎ ኣኼባ ህዝባዊ መኸተ ሓድነቶምን ሃገራዊ ክብረቶምን ንምዕቃብን ንምድንፋዕን ዝሕግዝ ኣንፃር ሃገሮም ንዝካየዱ ተፃብኦታት ዝኹንን ከምኡ'ውን መደባት ህዝባዊ ዲፕሎማሲ ዘደንፍዕ ውሳነታትን ለበዋታትን ኣሕሊፋ። ሓለፍቲ ጉጅለታት ህዝባዊ ግንባር ንዲሞክራሲን ፍትሕን ንኡስ ጨንፈር ጀርመን ድማ፣ ምሕያል ህዝባዊ ግንባር፣ ምሕያል ሃገር'ዩ ብዝብል ቴማ ዓመታዊ ኣኼባኦም ኣብ ከተማ ማንሃይም ኣካይዶም። ፈጻሚ ጉዳያት ኤምባሲ ኤርትራ ኣብ ጀርመን ኣቶ ዮውሃንስ ወልዱ ኣብ ዘስምዖ ቃል፣ ንመድረኻዊ ሃገራዊ ተልእኾታት ዝምልከት መግለጺ ድሕሪ ምቕራብ፣ ኣብ እዋናዊ ጉዳያት ዘለዎም ኣፍልጦ ብምዕባይ፣ ውዳበታት ንምሕያል ጻዕርታቶም ከሐይሉ ኣዘኻኺሩ። ብዘይካ'ዚ፣ ማሕበረ-ኮም ኤርትራውያን ተቐማጦ ከለንን ከባቢኣን፣ ጀርመን፣ ምምሕዳር እታ ከተማ፣ ብ ዓሰርተ ሓደ ሰነ ኣብ ዝወደቦ፣ ንዜጋታት ዝተፈላለያ ሃገራት ዘሳትፍ ፌስቲቫል ባህሊ፣ ንሃገሩ ወኪሉ ተሳቲፉ። ብኻልእ ወገን ኣምባሳደር ኤርትራ ኣብ ሪፓብሊክ ደቡብ ኣፍሪቃን ሃገራት ዞባ ደቡባዊ ኣፍሪቃን ኣቶ ሳልሕ ዑመር ንኤርትራውያን ነበርቲ ሉዋንዳን በንገላን ኣንጎላ መረዳእትኦም ኣብ ህሉው ኩነታት ሃገርን ተራ ዜጋታት ኣብ ሃገራዊ መደባትን ንምዕባይ ዝዓለመ ሰሚናራት ኣቃኒዖም። ኣብቲ ኣጋጣሚ ሓዳስ ኣካያዲት ኣካል ማሕበረ ኮም ኤርትራውያን ነበርቲ ሉዋንዳ ክትምረጽ እንከላ ተሳተፍቲ ሃገራዊ ግቡኦም ንምፍጻም ቅሩብነቶም ኣረጋጊጾም። እዚ ከምዚ ኢሉ እንከሎ ኤርትራውያን ነበርቲ ጅዳ ስዑድ ዓረብ ብምኽንያት ዕስራን ኣርባዕተን ጉንበት ከካይድዎ ዝጸንሑ ስፖርታዊ መደባት ብድሙቕ ኣገባብ ተዛዚሙ። ዕውታት ጋንታታት ዝተዳለወለን ሽልማት ካብ ሓላፊ ህዝባዊ ጉዳያት ኣቶ ሳልሕ ማሕሙድ ሳብን ካልኦትን ተቐቢለን።
ሰላም ዝኸበርኩም ተዓዘብቲ ዕለታዊ ዜና ስፖርት እነሆ። ትማሊ ምሸት ኣብ ዝተኻየደ ሓሙሻይ መድረኽ ቱር ስዊስ ተቐዳዳማይ ክለብ ቦራ ፒተር ሳጋን ተዓዊቱ። ኣብቲ ጎልጎል ዝዓብለሉ ናይ ክልተ ሚእትን ዕስራን ክልተን ኪሎ ሜተር ውድድር ሳጋን ንእክብቲ ዓባይ ጉጅለ ብቮላታ ብምስዓር እዩ ነቲ ድሙቕ ዓወት ኣመዝጊቡ። ኣብ ሰዓት ብገምጋም ኣርብዓን ክልተን ነጥቢ ሓደ ሸውዓተ ኣርባዕተ ኪሎ ሜተር ዝተሓንበበ ሳጋን ንናይ ኦሪካ ስኮት ሚካኤል ኣልባሲኒ ንናይ ኲክ ስቴፕ ማቲው ትረንቲን ብምቕዳም እዩ ነቲ ድሙቕ ናይ መድረኽ ዓወት ኣመዝጊቡ። ኣብዚ ውድድር እዚ ምስ ክለብ ዳይመንሽን ዳታ ዝሳተፉ ዘለዉ መኽሰብ ደበሳይን መርሃዊ ቅዱስን ድማ ምስ ሳጋን ተመሳሳሊ ግዜ ብምምዝጋብ መበል ዕስራን ሸሞንተን ከምኡ ድማ ሓምሳን ትሽዓተን ብተኸታታሊ ኣትዮም። ኣብ ውህሉል ግዜ ናይ ቢኤምሲ፣ ባኩሮ፣ ዳሚያኖ ክመርሕ እንከሎ ተቐዳዳማይ ክለብ ሎቶ ኤንኤል ጃምቦ ስቴቨን ድማ ብ ዓሰርተ ሽዱሽተ ካልኢት ተቐዲሙ ይስዕቦ። ኣብ ራብዓይ መድረኽ ብሉጽ ብቕዓት ዘንጸባረቐን ደረጅኡ ዘበረኸን መርሃዊ ቅዱስ ብ ክልተ ደቒቕን ዕስራን ኣርባዕተን ካልኢትን ተቐዲሙ መበል ዓሰርተ ሽዱሽተ ተርታ ክስራዕ እንከሎ፣ ናይ ሽዱሽተ ደቕን ኣርባዓን ክልተን ካልኢታትን ጋግ ዝተነጽፎ መኽሰብ ድማ መበል ዕስራን ሸሞንተን ተርታ ይርከብ። ቀዳማይ ዙርያ ስፖርታዊ ውድድር እዚ ተወርዋሪ ሓይሊ ብመሪሕነት ብድሆ ተዛዚሙ። ኣብ ግጥም ጋንታታት ኩዕሶ እግሪ ደቂ ተባዕትዮ ብድሆን ኣኽዋንን'የን ሳልሳይ ግጥመን ኣካይደን። እቲ ግጥም ኣብ ቀዳማይ እብረ ሸቶ ከይተመዝገበ'ዩ ናብ ዕረፍቲ ኣምሪሑ። ኣብ ካልኣይ እብረ ተጻወትቲ ብድሆ ኣብ መበል ሰማንያን ሽዱሽተን ደቒቕ ብመንገዲ ቢንያም መሓሪ መሪሕነት እተትሕዞም ሸቶ ኣመዝገቡ። ብዘይካ'ዚ ኣብ መበል ቴስዓ ደቒቕ'ውን ካብ ዙቤር ዓብደል ዓሊም ካልኣይቲ ሸቶ ብምርካብ ነቶም ኣብ ጽቡቕ ቁመና ዝወዓሉ ኣኽዋር ክልተ ባዶ ብምስዓር መሪሕነቶም ኣደልደሉ። ጋንታ ብድሆ ብትሽዓተ ነጥቢ ንቀዳማይ ዙርያ ክትዛዘሞም ከላ፣ ቢንያም መሓሪን ዙቤር ዓብደልነዒምን ናይ ጋንታ ብድሆኻ እቶም ብሸቶ ዝመርሑ ዘሎ ተጻወትቲ'ዮም። ኣብ ናይ መዛዘሚ ጸወታ ግጥመን ዘካየዳ ጋንታ ደቂ ኣንስትዮ ባርዕ እንተኮርን እየን ነይረን። ሃዳኒት ሸቶ ፍትሓዊት ተወልደ ናይ ጋንታ ባርዕ ኣብ መበል ዕስራን ሽዱሽተን ከምኡ'ውን ዕስራን ሸሞንተን ደቓይቕ ብዘመዝገበተን ክልተ ሸቶታት ጋንታኣ ክልተ ባዶ ክትመርሕ ኣብ ርእሲ ምኽኣላ ድሕሪ ዕረፍቲ'ውን ፍትሓዊት ሳልሰይቲ ሸቶ ብምምዝጋብ ሃትሪክ ክትሰርሕ ክኢላ። ጓል ጋንታኣ ትዕግስቲ ኣብርሃለይ ራብዐይቲ ሸቶ ብምውሳኽ ባርዕ ኣብ ልዕሊ ተኮር ኣርባዕተ ባዶ ክትዕወታ ክኣለት። በዚ ድማ ባርዕ ንቐዳማይ ዙርያ ብሸውዓተ ነጥቢ ክትመርሖ እንከላ፣ ፍትሓዊት ተወልደ ከኣ ብኣርባዕተ ሸቶታት ብልጽቲ ኣመዝጋቢት ሸቶ ኮይና ናብ ካልኣይ ዙርያ ክትኣቱ እያ። ኣብ ውድድር ኩዕሶ መርበብ ደቂ ኣንስትዮ ብድሆ ክልተ ባዶ ኣብ ልዕሊ ኣኽዋር ክትዕወት እንከላ፣ ናይ ደቂ ተባዕትዮ ጋንታ ባርዕ ኣብ ልዕሊ ቶኮር ናይ ሰለስተ ብ ሓደ ዓወት ኣመዝጊባ።